ተኸራኻሪ ናይ ቀይሕ ባሕሪ እዩ ነይሩ እሞ ምስኡ ዝነበረካ ርክብ ቀጻሊ ቀጻሊ ኣብ ምጉርፋጥ ኢኹም ነይርኩም ስለዚ ካብ መጥቃዕቲ ንመን ትዝክር ወይ ከኣ ንመን ተድንቕ ምስ በልኩ ንዓኻን ንተስፋልደት ጎይትኦም ናይ ኣዱሊስ ኣርታዒ ዝነበረ ንዕኦም እየ ዝፈርሖም ኢሉ። ካልኦት ኣጥቃዕቲ የዕሚን ካልኦት ተኸላኸልቲ ነይሮም ከኣ ክኾኑ ኣዝዩ ክሳይ ንፉዕ ኣጥቃዒ ከም ዝነበርካ እዮም ቃላቶም ዝገልጹ። በዚ ኣጋጣሚ እዚ ኣብ ዝተፈላለዩ ሃገራት ንኣብነት ኣብ ሃገረ ሆላንድ ዝርከብ ዳንኤል ጎይትኦም ሕላው ማዕጻ ናይ ቀይሕ ባሕርን ከምኡ'ውን ሃገራዊት ካፒታል ዝተጻወተ ዝኽርታት ኣሎ ብሪከርድ ገይረ ከቕርበልኩም እየ። ተመስገን ብዛዕባኻ ዝተዛረቦ ኣሎ ካልኦት ካልኦት ብዛዕባ ኣድሓኖም ካብ ሃገረ ካናዳ ዝተዛረቡ ርዝኸታቶም ነዚ ቃለ መሕትት ኣዝዩ ጽቡቕን ምዕሩግን ንኽኸውን ዝገበር ናይ ሓሳብ እዩ። ስለዚ እንታይ ክትገልጸለይ ትኽእል? ንኣብነት ሓደ ኣጋጣሚ ነጊሮምን ነይሮም ምስ ዳንኤል ጎይትኦም ዘጋጠመካ ከመይ ትገልጻ? ምኽንያቱ እቲ እዋን እቲ ክልተ ባሕሪ ስዒሮምኹም ወጺኦም እታ ክልተ ኣንጻር ቀይሕ ባሕሪ እታ ጎል ቀዳመይቲ ጎል ቀይሕ ባሕሪ ይመርሑ ነይሮም ካልኣይቲ ጎል ድሕሪ ካምብያ ንስኻ ኣቲካላ ስጋዕ ኣብ መቐየሪ ክዳን ዝተባእስካሉ ዝተጓናፈትካሉ ኣሎ

ከምዚ ቤት ጸዋርነት ናይ ቃላት ክመጸካ ክእል እዩ ዝጻረፍ ወይ ይጸርፉኻ ወይ ጡፍ ክሳዕ ጡፍ ዝባሃለሉ ግዜ ኣሎ ዝባሃለሉ ግዜ ኣሎ ኣብ ማእከል ሜዳ ኣብቲ ሽዑ መኸተ ብጣዕሚ ገንዩ ኔሩ ጡፍ እቲ ዘይረኣ እዩ ጡፍ ምሳኻ ገለ ኣይርኤን እዩኳ ዳኛ ናይ ሓደ ተጻዋታይ ግን ብጣዕሚ እያ ትሕረኦ ትሕረኦ። ከምዚ ክብለካ ከለኩ ግን ብተጓራቢተስ ኣነ ከም ዲሲፕሊን ማለት እዩ ንጓራቢተ ተተዓዳደልስ ኣብ ሂወተይ ብዳይሬክት ቀይሕ ካብ ማእከል ሜዳ ወጺኤ ኣይፈልጥን እየ ሓንቲ ግዜ ወጺኤ ካብ ማእከል ሜዳ ኣንጻር መን እያ እሳ?
ኣንጻር ሲቲ ሰንተር ምጽኣት ከልና ምስ ወዲ ጨጎራ ተባኢስና መሊስና ብናይ ቃላት እዩ ከማንስ ዳኛ ክኣ ድኣ ድክእል ብከልተ ቀይሕ ብክልተ ብጫ ንክልቴና ሰቢቡ ውጹና ማለት ኢዩ ኣብዚ ኩሉ ዓመታት ዝተጻወትኩስ ካብ ድሕሪት ካብ ማእከል ሜዳ እተሰጎግ ኳስ እዚኣ ኢያ እቲ ካልእ እቲ እቲ ጓሕፈርፈ እቲ ምጉርፋጥ ግን በቃ እቲ ዘይተሳዓርነት መንፈስ ዘምጾ ክትስዕር ካብ ምድላይ እምበር ኣይ እንድዒ ክትከመይ ጌረ ከኣ ከፍ ካልእ ሰብ ይገልጸኒ ይኸውን እቶም ብሕልት እዮም ተኸላኸልቲ ማለት እዪ። ኦኬ ጽቡቅ እዚ ኣጋጣሚ ክልቴና ማለት ንክልቲኩም ዕዱማት ጌረ ብምቅራበይ ምክንያት ኣለዎ ምክንያቱ ኣብ ሓደ ግዜ ዝተጻወትኩሞ ስለዚ ፍሊሞን ኣብዚ ክገልጾ ዝጸንሐ እንታይ ተወሳኪ ኣለካ?
መን ኢኻ ክትገልጾ ኢኻ ንዓብዱ? ንዓብዱ ማለት ኣብቲ መጀመርታ ምጅማርና ስለ ዝኾነ ነቲ ዲቪዥናት ካብኡ ሓሊፍና እውን ኣብ ደገ ጽቡቕ ርክብ ጀሚርና ኔርና ኢና። ንዓብዱ ክገልጾ እንተ ኾይነ ግን ልክዕ ከምዚ ዝብለካ ኣብ ሜዳ ዘይንሱ እዩ ንሱ ኣይኮነን ኣብ ሜዳ ምስ ዝኾነ ሰብ እዩ ዘይትገብር። ይጻረፍ ክሳይ ይገብር ገለ መለ እዚ ግን ኣብ ደገ ጥዑም እዩ ኣብ ሜዳ ግን እቲ ስምዒት ዘምጽኦ እዚ ክሳይ ማለት እዩ ስምዒት ዘምጽኦ ናይ መንፈስ ዓወት ብጣዕሚ እዩ ክሳይ ዝገብረካ ዋላ ኣነ ምስኡ እንድየ ዓርኩ እንድየ ዋላ ካሉ ኣሎ እንዳ ዓርኩ ኣብታ ሜዳ ግን ንስኻ ዓርክኻ ዓርክኻ ኣይኮነን ይጸርፈካ ክሳይ ግብረካ ገለ መለ እዚ ሓደ ተጻዋታይ ክገብሮ ዘለዎ ክሳየ ዝብል ኣነ ማለተይ ሜዳ ሜዳ እዩ ኩሉ ግዜ እቲ ካልእ ዲሲፕሊን ናይ ማህረምትን ናይ ገለን ድኣ ኢካ ክትገብር ዘለካ ኢካ ዘይብልካ ድኣ እምበር ምስ ተከላከልቲ ምስ ተጻወቲ ምጉርፋጥ ዘሎ እዩ ካብኡ ወጻኢ ግን እንታይ ክትኮን ኣለካ እዩ እቲ ዝዓበየ ነገር ቴስዓ ደቂቅ ሓውካ ኣይኮነን ግዜካ ኣይኮነን ንዓወት ኢካ ትሰርሕ እሱ ውን ንከይስዓር ንስካ ከኣ ንክትስዓር ኢካ ትሰርሕ ነዚ ሒዝካ ኢካ ንቴስዓ ደቂቅ ትውድኦ ካብዚ ወጻኢ ን ደገ ኣብ ደገ እዩ ከመይ እዩ እታ ኣብ ሜዳ ዝገበርካያ ሲ ኣብ ደገ ከተማዕብላ ዲካ። ዝብል እዩ እቲ ሕማቅ ተጻዋታይ ክገብረካ ዝክእል ናይ ሜዳ ኣብ ሜዳ እዩ ዝውዳእ ስለዚ ኣብዲ ከምኡ ኣይኮነን ኔሩ ኣብታ ሜዳ ልክዕ ከምዚ ክብሎ ዝጸንሐን ካልኦት ሰባት ውን ክገልጽዎ ዝክእሉን ከምዚ እዩ ኔሩ ናይ ማልያ ተጻዋታይ ኔሩ ካብኡ ሓሊፉ ኣብ ዝነበሮ ብቅዓቱ ማለት እዩ ኣነ ካብቶም ዘድንቆም ኣታክ እዩ ነይሩ። እንታይ እዩ ብልጭው? እንታይ ትብል? ብልጭው! ኣካዕ ትብል፣ እንታይ እዩ ብልጭው? ኩዕሶ ብላዕሊ ዝመጸት እጭልፍ። እዚ ዝርድኦ ተጻዋታይ ጥራይ ክገብሮ ዝኽእል ማለት እዩ። ሓደ ቀዳማይ ኣታክ ንሕና ኣሎ፣ ክጭፈሉ ክጭልፈሉ ምዃኑ ክኣምን ኣለዎ እቲ ኣታክ። ናይ ኣብዱ ብልጫ እዚኣ ነይራቶ። ኩዕሶ ብላዕሊ ዝመጸት ማዕረ ተኸላኸልቲ ዘሊሉ ንሱ እዩ ዘጭልፋ ኔሩ ናይ ምጭላፍ ክሰይድ ኔርዎ ማለት እዩ ካልእ ኩዕሶ ኣብ እግሩ ምስ ኣተወት ኣይትወጽን ኢያ ካብኡ ሹተር እዩ ቦታ ሪኢኻ ናይ ምቕላዕ ክሰይ ኣለዎ ኣታሊልካ ናይ ምሕላፍ ብቕዓት ኣለዎ እዚ ዘማልኣ እዩ ኔሩ ማለት እዩ ዓብዱ። ስኮረር ከኣ እሞ ከኣ ጎል ከኣ እሞ ሓንቲ ኣብታ ቦታ እንድሕር መጺኡስ ዘይምሕር ዓይነት ተጻዋታይ እዩ ኔሩ። እዚ ኩሉ ብቕዓት እዚ ሒዙ እዩ ኣብ ድፍቲ ዲቪጅን መጺኡና ማለት እዩ። ሕጂ ብጣዕሚ እየ ኣብ ዝነበሮ ክእለት ብኹሉ ምሉ ማለት ናይ ኣታክ ስራሕ ዝሰርሕ ነበረ እዩ። ኩዕሶ ካብ ሚድፊልደር የምጽእ ኮ ደው ኣይብልን እዩ። ካልእ ብውልቂ ከኣ ክስታይ ኔርዎ እዩ ብልጫ ከምዚ ን ናይ ደቂ ጋንትኡ ኣካፋፈልቲ ስሓቡን ኢሉ የሸግር ነይሩ እዩ እዋ ንክብዎ እዋ ከምዚ ረባሺ ነይሩ እዎ ረባሺ ኣታኪ ነይሩ እቶም ደቂ ጋንትኡሲ ንክ ንክ ኣላ እኳ ጽቡቅ ገሊኣ እኮ ኣላ ተሓቢኣ ተሓቢኣ ትጻወት እኮ ኣላ ትጻወት ብዙሕ ክሳይ ዘይግብርዎ ኣላ ንስኻ ክትህቦ እንዳጠመትካዮ ከለኻ ዘየርእየካ ቦታ እኮ ኣሎ እዚ ግን ምስኦም ድሓር እቶም ምስኡ ዝነበሩ ዓይነት ተጻወቲ ከኣ ኣብ ሓደ ዕድመ ዝነበሩ እዮም። በዓል ቶማስ ሕጂ ኣዝየ ካብቶም ዘድንቖም ዓይነት ተጻወቲ እዩ ነይሩ። እሞ ከኣ ብኹሉ ነገር ክርድኦም ዝኽእል ተጻወቲ እዩ ነይሩ። ድሓር ፈጣናት ኣዝዮም እዮም ነይሮም። ምስ ከምዚኦም ዝኣመሰሉ እዩ ነይሩ ማለት እዩ ዓብዱ። እሶም ክርድኦ ዝኽእሉ እሱ ከኣ ክርድኦም ዝኽእል። ነዚ ሒዙ ነዚ ኩሉ ዓይነት ኣብ ሓደ ተጻታይ ሓደ ተጻታይሲ ወይ ሓንቲ ወይ ክልተ ብልጫ እዩ ዘለዎ ወይ ኩዕሶ ክኢላ እዩ ወይ ኩዕሶ ክእለት ዘይብሉ ከኣ ብጉያ ናይ ጉያ ክእለት ዘለዎን ኣመዝጋባይ እዩ ኣብዲ ግን ናይ ምጭላፍ ብቅዓት ዝነበሮ ኩዕሶ ኣብ እግርኻ ኣእቲኻ ኣታሊልካ ናይ ምሕላፍ ብቅዓት ዝነበሮ ብርሑቅ ቦታ ሪኢካ ናይ ምህራም ዝነበሮ እዩ ስለዚ ኣነ በዚ ኣጋጣሚ ካብቶም ኣዝዮም ካብቶም ንኣሽቱ ማለት እዩ ናትና ዕድመ ዝነበሩ ካብቶም ከድንቆም ኣዝየ ዘድንቆም ዝነበርኩ እዩ ኣቶ ዓብዱ። ኦኬ ኣብዚ ሕጂ ግን ብዛዕባ እዚ ኣተኪርና ክንዛረበላ ኢና ግን ኣብቲ እዚ ተኽሊ ሰውነት እንዳረኣኹ፣ ብቐረባ ከምዚ ዝገልጾ ዘሎ፣ ከምኡ'ውን ኣሰልጠንትኻ ዝነበሩ፣ ናይ ኣንጻር ራእግ ጋንታኻ ዝነበሩ ኣሰልጠንቲ ዝምስክርዎ፣ እዚ ኳሊቲ እዚ ኣለካ፣ ግን ኣብቲ ሃገራዊት ጋንታ ክትምረጽ ኣይከኣልካን። ካብ ምንታይ? ንኣብነት ብዙሕ ነገር ዝዕለል ኣሎ፣ ዲሲፕሊን ከመይ ኢኻ፣ ንኣብነት ኣብ ሜዳ ክንገልጾ ጸኒሕና፣ ካብ ሜዳ ወጻኢ ዝግበር ከ? እሱ ድዩ ተርኡ ተጻዊቱ? ሕጂ ናብ ራሻ ኸዋን ክምለስ'የ፣ ንዓኻ ትምልከት ስለ ዝኾነ እዛ ሕቶ ንዕኡ ክትገልጸሉ ኢኻ። ኣብዚ እንታይ ክትብለና ትኽእል? ከመይ መሲልካ ዲሲፕሊን ማለት ኣነ ከም ካብቲ ኩሉ ተጻዋታይ ካብኡ ዝኸፍእ ዲሲፕሊን የብለይን ካብ ዋላ ካብ ወጻኢ መጺ ከምቲ ክስታይ ዝገብሮ ኣብዚ ስፖርት ኩሉ ግዜ ናይ ገሊኡ ዝጋነን ኣሎ ካብቲ ሰብ ዝገብሮ ንዝገብሮስ በቃ ኤግዛጀረይት ይኸውን ንምንታይ እዩ ኣይርደኣካን እዩ ብዛዕባ እቲ ናይ ናሽናል ቲም ሰለስተ ኣርባዕተ ግዜ ኣትየ ኣለኹ ክኣ ክኣ ፋይናል ክሳይ ኣይገበርኩን እምበር ሰለስተ ኣርባዕተ ኣብቲ ነተ ኣብ ገሊኡ እዋናት ትቕበሎ እዩ ብጣዕሚ ማለት ምትራፍካ ውን ትኽክል ኣሎኻ ትኽበሎ ኢኻ ምኽንያቱ ኣዝዮም ሓያላት ኣጥቃዕቲ ኔሮም በዓል ይድነቃቸው ዝነበርሉ በዓል ስሌማን ተስፋልደት ጎይትኦም ዋላ ክሳይስ ዋላ ተሪፍካስ በተለይ ኣብቲ ውድድር ዋላ እንተተሪፍካ ስክስ ኣይትገብረሉ እዩ እዋናት ኣሎ ኣብ ገሊኻ ዘይርድኣካ ኣሎ ንኣብነት ሓደ ሓደ ግዜስ ክነገረካ ብሓቂ ኣነ ሳልሳይ ተሸላማይ ናይ ከለኹስ ክልተ ሰለስተ ጎል ዘለዎስ ኣብታ ሃገራዊት ጋንታ ኢዩ ይምረጽ ኣነስ ኣይተመረጽኩን ማለት ኢዩ ብከመይ መለክዒ ኢካ ትምረጽ ዘለካ ማለት ኢዩ ሕጂ ብዛዕባ እቲ ናይ ካብ ዲሲፕሊም ኢሉ ካብ ሜዳ ወጻኢ ዝበልካዮ ግን ሕጂ ብዛዕባ እዚ ተዛሪብና ብዙሕ ክነውሓና ይክእል ኢዩ ኣብዚ ክንዝርዝሮ ውን ኣይንክእልን ኢና ብዛዕባ ኣብ ገሊኡ ገሊኡ ዝካየድ ሸል ኢልካ ጥራይ ኢካ ትነጥሮ። ግን ከም ሰብ ከኣ ሓሓደ ግዜ ተስፋ የቑርጸካ እዩ ክትግምግማ ምሽ ሕጂ ከምዚ ክብለካ ጸኒሕኩ ኣብ ገሊኡ ገምጊምካ እያ ትዓግበሉ ኢኻ ኣብ ገሊኡ ከኣ ፈጺምካ ኣይትዓግበሉን ኢኻ ሕጂ ንገሊኡ ገሊኡ ነቲ ኣብቲ ቹቸሮውን ካብቲ ስፖርትን ደሎ ርዱእ እዩ ምናልባት ነቲ ካልእ ክስታይ ክኾን ይኽእል እዩ ምኽንያቱ ሓደ ሰብሲ ብጎል እንዳመረሐ ከሎ ብከሳይ እንድሕር ሓንቲ ተገዶ ሰብ ትሰብ እኳ እታ ኩዑሶ እያ እታ ትገብራ ደለካ ኣብታ ሜዳ ተሳትፋ ኣለና ብካልእ መምዘኒ ወይ ንካልእ ሰብ ጥራይ ዲካ ብከምኡ ትመዝኖ ወይስ ንኩሉ እዩ እቲ መምዘኒ እቲ ናይ ደገ ከምዚ ዝበልኩካ ከኣ እቲ ናይ ደገ ነገር ካብቲ ከም ሰበይ ኣብቲ ነጻ ግዜ ከም ሰበይ ይዛናጋዕ እየ ካብዚ ወጻኢ ወላ ሓንቲ ነገር የብሉን። ከምቲ ኣብ ዓንዴል ዝነበርኩኻ ዳርጋ ዓሰርተ ገለ መልዓል እንተወጺኤ ኣለኹ፣ ናብ ሜዳ ማለት እዩ፣ ካብ ማእከል ሜዳ ብቐይሕ ሓንቲ መዓልቲ ጥራይ እየ ተባሪረ ኣለኹ። ሕጂ እቲ ከምዚ ዝበልኩኻ እዩ በቃ ይጋነን እዩ። ካልኩ ደሓን ጠውሎ ይኽእልኒ። ዋልተ ጽቡቅ ኣብዚ እንታይ ክትውሰኸላ ትኽእል ኣብዛ ክቅጻ ዝጸንሐ። ኦኬ
ናሽናል ቲም ማለት ናሽናል ቲም ኣብ ዓድና ኣነ ክገልጾ ከለኹ ከምዚ ዕድል ኮይኑ ይስማዓኒ ነይሮም ብዙሓት ምስ ክእለቶም ከለዉ ዘይምረጹ ብዙሓት ከኣ ኣብ ብቕዓት ዘይነበሩ ከለዉ ከኣ ዝመረጹኻ ነይሮም ኣብታ ኣብታ ጥራዝ ሓንሳብ ንሕና ኣቲኻያ ኩላ ግዜ ናሽናል ቲም ኣለኻ ማለት እዩ ብዙሕ ብዙሕ ብዙሕ ርኢና ማለት ዋላ ዘይነበሩ ከለዉ ሻምፒዮን ምሉእ ስለታ መዝገብ ዘሎ ዝጽዑ ነይሮም እዮም። ሕጂ በዚ ኣጋጣሚ'ዚ ካብቶም ሓደ ክምረጽ ዝግብኦ እዩ ነይሩ። ካብቶም ኣብ ልክዕ እዩ ኣብቲ ግዜ'ቲ ኣዝዮም በሉጻት ኣጥቃዕቲ ነይሮም እዮም። ፈጣናት ዕረፍቲ ዘይህቡኻ ነይሮም እዮም። ግን በቲ ሓደ ወገን ክትጥምቶ ከለኻ ከኣ ንስኻ ዘይትዓግበሉ ክሳይ ከኣ ነይሩ እዩ። ኣመራርጻ ተጻወትቲ ማለት እዩ። ማለት ኣነ ብዙሓት ብዙሓት ምገለጽኩልካ ክገብሩ እንዳኸኣሉ ከለዉ ኣብቲ ሜዳ ኣብ ካልእ ኣብቲ ጋንትኦም ኣዝዮም ብሉጻትን ወሰንትን ከለዉ ካብ ኣብቲ ናሽናል ቲም ዚኣትዉ ውን ነበሩ እሞ ከኣ ረጊጾም ናይ ምጽኣት ክእለት ዘለዎም ኩዕሶ ብጣዕሚ ኣታለልቲ ዓይነት ተጻቲ ቴክኒክን ታክቲክን ዘለዎም ኣብ ናሽናል ቲም ዘይተመርጹ ሰባት ነይሮም። እንዶ ኩሉ ግዜ በዛ ነገር እዚኣ ዝሓስብ ማለት እዩ። ንምንታይ ዘይተመረጽካ ዘይኮነስ ኣለኻ ካባኻ ንላዕሊ ትዓግበሎም ተጻወትቲ ኣለዉ። እዚስ ከምዚ ክኸውን ነይርዎ ኢልካ ትሓስቦ ማለት እዩ። ንምንታይ ናትካ ዘይኮነስ እዚስ ንምንታይ ዘይተመርጸ ትብለሉ ነይሮም። ክገልጸልካ በዓል ቴድሮስ ቴድሮስ ደንደን ኣምቸ ቴድሮስ ነጋሲ ሰላም ቢኒ ንባዕሉ ሰላም ቢኒ ኣዝዩ ብሉጽ ልክዕ እዩ ካብ ኤርትራ ካብቶም ኣዝዮም ዝእመነሎም በጻቲ ነይሩ ኣብ ናሽናል ቲም ግን ብዙሕ ክሳይ ኣይኮነን ነይሩ ይኣትው እዩ ዝተጻተሎ ግዜ ኔሩ ብዙሕ ግን ክሳይ ኣይኮነን ነዚኦም ኢና ንስእኖም ኔርና ማለት ኣብ ናሽናል ቲም ዋላ ጠባይ ዋላ ዲሲፕሊን ኣብ ክሳይ ይኹን ኣብታ ሜዳ ዝገብረልካ እንድሕን ኮይኑ ግን ቀዳምነት ንዕኦም ኢኻ ትህብ እሞ ከኣ ናይ ሕጂ ኣነ ክሳብ ሕጂ ዘይተዋሕጠለይ ማለት እዩ ኣብቲ ግዜ እቲ ዝነበረ ፍልስፍና ናይ ኩዕሶ ኣብ ናሽናል ቲም ኩዕሶ ምክልኻልን ነዊሕ ኩዕሶ ምፅዋትን እዩ ነይሩ። እዚ ግን ነታ ናሽናል ቲም ኣዳኺምዋ እዩ። ከዕውታ ኣይተራእየን። በንፃሩ ከዓ ኣዝዮም ብሉፃት ናይ ማእኸል ተፃወትቲ ከዓ ነይሮም እዮም። እንድሕር ርኢናዮም ኮይና እቶም ሚክፍል ደርቢ ዝነበሩ ናቱ፣ ኤርምያስ ወዲ ማእከለ፣ ጆን ዝኣመሰሉ ናይ ነዊሕ ተጻ ናይ ነዊሕ ኩዕሶ እዮም ነይሮም። በንጻሮም ከኣ ከም ዝብለካ ዘለኹ ቴድሮስ ነጋሲ፣ ሰላም ቢኒ፣ ሰ ሰሎሙን ወዲ ኣስመራ፣ ጃክ ንባዕሉ ምሳና ነበረ ሜሎቲ ኩዕሶሲ በቃ ናብ ፉትቦል ክሳይ ዘብሉ እዮም ንሶም። ሕራይ ካብዚ ብምቕጻል ኣብ ታሪኽ ኩዕሶ እግሪ ሃገርና ክለባት ተዓርዩ ብሓደ ፍሉይ ጉዳይ ማለት ፍሉይ ታሪኽ ዝሰነደቶ ኣሎ ንኣብነት ነብሱ ይምሓሮም ነብሶም ይምሓሮም ክልቲኦም ቀዳማይ ፕሮፌሽናል ተጻዋታይ ዮውሃንስ ዘሚካኤል ቁጽሪ ክልተ ይለብስ ኔሩ ከምኡ ውን ነብሱ ይምሓር ኤፍሬም መለስ ከኣ ከምኡ ታሪኽ ናይዛ ቁጽሪ ክልተ እንታይ ይብልኹም ወይ እንታይ ታሪኽ ንብልኹም ወይ እንታይ ትፈልጦ ነገር ኣለካ ብዛዕባ እዚ ዓቢ ታሪኽ ስለ ዝኾነ። እወ እዛ ቁጽሪ ክልተ ዮውሃንስ ዘሚካኤል ተኸዲንዋ ብዙሕ ታሪኽ ኣነ ንዮውሃንስ ዘሚካኤል ኣየርከብኩሉን ኣይረኣኹዎን ውን። ግን ኩሉ ሰብ ዝፈልጦ ኢዩ ደባይ ፕሮፈሽናል ተጻዋታይ ዓቢ መጻእን ንኤርትራ ከጸውዕ ዝኽእል ንግሳይን ቁጽሪ ክልተ የማል ኢዩ ድሕሪኡ ኤፍሬም መለስ ከኣ ነዛ ማልያ ተኸዲንዋ ኤፍሬም መለስ ከኣ ነብሱ ይምሓሮ ከም ዝበልኩኻ በታ ቁጽሪ ማልያ ክልተ ተኸዲኑ ከሎ ካብዚ ወጻኢ ቁጽሪ ክልተ የማነ ተኸስተ ውን ክደና ነይሩ ኢዩ ብሽክለታ እታ ቁጽሪ እቲኣ ሰለስቲኦም ቁጽሪ ክልተ ዝኽደኑ ሰባት ካብዛ ዒይዎ ቴልፎን ሕጂ ግድን እታ ቁጽሪ ክልተ ማልያ ኣብ ኣልታ ሐርታ ኮይና ተኣጊዳ ድሕሪ ኤፍሬም መለስ ተከይንዋ ድፈልጥ ሰብ ዋላ ሐደ ሰብ የለን። ይንግርኩም ዶ ብዛዕባ ታሪክ ወይ ግታይ ወይ ናይ ስልጠቲ ወይ ቅድሜካ ዝነበሩ። እወ ሕጂ ኣጋጣሚ ምስቲ ናይ ንሕና ከኣ ዳርጋ ኣብቲ ድመጻናሉ ጊዜ ስለ ዝኮነ እዚ ናይ በዓል ኢስ ትሰምዖ ኢኻ ተዕልል ኢኻ ከኣ ኩሉ ግዜ ሕጂ እቲ ስፖርተኛታት ክትእከብ እንከለኻ ኩዕሶ ጥራይ ኢኻ ተዕልል ካብ ኩዕሶ ወጻኢ ኣይተዕልልን ኢኻ ኣነ ብሂወተይ ዝናፍቆ ሕጂ ብዘበ ዓዲ ክመጽእ ከለኹ እቲ ናይ ኮኽ ሰምበል ቦርታዕ ብዘጻት ውዒልና ምስ በዓል ባሬዚ ኮፍ ኢልካ ሻሂ ክትሰቲ ምስ በዓል ጅሩ ምዃን ኣይቀደምኩ ዕሉኻ ከለዉ ኩሶ ከምዚ ገይሩ ከምዚ ገለ

ብድሕሪ ክልተ ሽሕ ሸሞንተን ጥራሕ ኣፍ ዋንጫ ብጣዕሚ ዕድለኛ ኣይኮንኩን ዝበልካሉ ንስካ ከ ከመይ ትፈልጦ?
ኦኬ ከም ዝረኣናዮ ማለት እዪ ኣነ ቁሩብ ኣርኪቦ ኣሎም እየ ኣዳጫት ከለዉ ማለት እዪ ንዕኦም እንዳረኣኩ እየ ስታድየም ስለ ዝኣቱ ዝነበርኩ ማለት እዪ ብከምኡ እየ ከኣ ናቶም ቲፎዞ ኮይነ ብጣዕሚ ደስ ዝብሉካ ካብ ባርቲርኦም ጀሚርካ ክሳብ ኣጥቃዒኦም ዋላ ተቀየርቶም ብጣዕሚ ብጣዕሚ ደስ ዝብሉኻ ተጻት እዮም ኔሮም ብሉጻት ካብ ናይ ሐዶም ዘይበላለጹ ኣዝዮም ብሉጻት እዮም ኔሮም ብዓይነይ እንዳረኣኩ እዚ ብዓይነይ ዝረኣኩዎ ማለት እዩ ናቶም ፍቅሪ ዝሕደረለይ ውን ንሱ እዩ ኣነ ቲፎዞይ ካልእ ሰብ ኢልኳ ይብል ዝበዝሐ ኤርፓን ኣድሊስን እዩ ዝብል ኣነ ግን ኣስመራ ቢራ እየ ዝብል ነይረ እቲ ዘካይድዎ ዝነበሩ ጸወታን ኣብ ኩዕሶ ኣድሂቦም ስለ ዝጻወት ዝነበሩ ካብኡ ሓሊፉ ትሽዓተ ተጻወቲ ናሽናል ቲም ኣባል ናሽናል ቲም ነይሮም እሞ ከኣ ተሰለፍቲ ማለት እዩ እቲ ሓንቲ ትገርመኒ ሶሪ እታ ሓንቲ ትገርመኒ ግን ንዓይ እዚ ኩሉ ብሉጻት ተጻወቲ ክለዉዎ ትሽዓተ ካብኦም ናሽናል ቲም ኣባል እሞ ከኣ ተሰለፍቲ ክለዎ ሻምፕዮን ኣቢሎም ኣይፈልጡን እዮም እዚ ዋላ ሓንቲ ውን ዋላ ካብቶም ሽዑ ዝነበሩ ተጻወቲ ሓቲትካዮም ውን ክምልሰልካ ዝኽእል ሰብ የለን ብሉጽነቶም እረኣየሉ ሜዳ ፍቕሪ ናቶም ከም ኣስመራ ቢራ የለን ካብቶም ናይ ቀደም ማል ጀሚርካ ኣዝዮም ክፋቕሩ መዓት እዮም ናይ ጭርቃን ተጫረቕትን ሰሓቕትን እዮም እዚ ኩሉ ከለዎም ግን ንምንታይ እዮም ሻምፕዮን ዘይብሉ ነበሩ? ንዕድ ንግዜን ንዕድልን እዩ ዘግደፍ እዚ ዕድል ስለ ዘይብሎም እዮም ደኣ እምበር ካብ ብቕዓቶም ሓሚቖም ወይ ከኣ ካብ ብቕዓቶም ሰኒፎም ኣይኮኑን ከምዚ ክኾኑ ነይሮም። ኮይኑ ግን ድሕሪ ነዊሕ ዓመታት ወላ ኣነ ውን ከለኹ ቁሩብ ካብታ ዝነበረት ድኽም ኢላ ድያ ኔራ እታ ናትና ጋንታ ሶሪ ብጣዕሚ ድኽም ኢላ ድያ ኔራ ካብታ ሽዑ ዝነበረት እታ ክሳብ ተስዓን ሸውዓተን ክልተ ሽሕ ዝነበረት ኣስመራ ቢራ ብልጽቲ ጋንታ እያ ኔራ ክሳብ ፋሕ ትብል ማለት እዩ ብድሕሪኡ ዝነበሩ ክጻወቲ ቁሩብ ናቶም ክሰይሓዝና ወላ ብስሚዒት ናቶም ብቕዓት ኣይሓዝናን ካብኦም ቁሩብ ድኽም ኢልና ኢና መጺእና ብኸምኡ ኢና ከኣ ኩሉ ግዜ ሳልሳይ ወይ ራብዓይ ኢና ንወጽእ ኔርና ኣብቲ ቀዳማይን ካልኣይን ኣቲና ኣይንፈልጥን ኢና ሕጂ ቁሩብ ድኽም ኢላ መጺኣ መጥረሾ ግን ዳርጋ መብዛሕትና ዝነበርና ኣብኡ ኣንኣንየ ኣይተፈልየም ሓደ ክልተ ደኣ እምበር ካብቶም ሃረር ኢሎም ዝጽብይዋ ዝነበሩ እታ ሻምፕዮን ኣብ ክልተ ሽሕን ሸሞንተን ሻምፕዮን ኣቢሎም ኣነ ዋላ ምስኦም ኣይነበርኩን ሽዑ እየ ወጺኤ ኣብቲ ግዜ እቲ ግን ዝተሰማዓኒ ሓጎስ ወሰን ኣይነበረን። እምበርከስ እታ ጋንታ ዝድግፋ ዝነበሩ ጋንታ እያ። ምስኦም እውን ሓደ ሽዱሽተ ዓመት ዝኸውን ተፃዊተሎም እየ። ኣብኡ ዝረኸብክዎ ፍቕሪን ኣብኡ ዝረኸብክዎ ህሰይን መወዳድርቲ ኣይነበሮን። እዚ እንዳረኣኹ ክልተ ሽሕን ሸሞንተን በዚ ዓወት እዚ ድሕሪ ነዊሕ ዓመታት ንመጀመርታ ግዜ ሻምፒዮን ከተብል ምኽኣላ ሽዑ ፍሉይ ሓጎስ እዩ ተሰሚዑኒ። እንድዒኸ ኣነ እንተ ዝነብር ሽዑ እየ ዝብል ኣብቲ ግዜ እቲ ኣነስ ነይረ እንተ ዝኸውን እቲ ናትካ ድሌታት ካብቶም ኣባላት ናይታ ጋንታ ኮይኖምሲ ዋንጫ ዝወሰዱ ሻምፒዮን ዘበሉ ኢለስ ክምዝገብ ደስ ይብለኒ ነይሩ ግን ኣይኮነለይን ማለት እዩ። ደጊመ። ጽቡቕ።
ዓብዱ ኣብ ክለባት ሃረር ትሽዓተ ዓመት ጸኒሕካ ምስዚ ብውልቅኻ ዝተሸለምካዮ ኤርቦ ኮኾብ ኣመዝጋቢ ኣብ ክለብ ኣልታሕር ከለኻ ጥራሕ። ኣብ ክለብ ኣልታሕር ኣይተሸለምኩን እወን ኩሉ ግዜ ኣብቲ ውድድር ነይረ ከም ክሳይ ግን ኣይተሸለምኩን። እሺ ኣብ ክለብ ኣልታሕር ከለኻ ዝተሓጎስካላን ዝሓዘንካላን?

እታ ፋይናል እታ ሰለስተ ነጥቢ ተድልየና ንዓ ኣብ ውዱእ ሰዓት ቶማስ ሂብኒ ኣነ ዘእተኹዋ እታ ዝተራገጸትላ ጸወታ ማለት እዩ። ኣንጻር መን ነይራ እሳ?
ኣንጻር
ምድላው ምግቢ እሺ። እዚኣ ማለት እዩ። ኖ ምድላው ምግቢ ኣይኮነትን ሃበኒ በዓ። ነዊሕ ግዜ ክሳብ መወዳእታ ምስ ቢራስ ኣፍሊጥናስ ነታ ትመጽለላ ጸወታስ ኣፍሊጥና ተጻዊትና ማለት እዩ ተሳዒርና ስዒርና ትወስዶ ኢና እታ ዋንጫ ግን ከምኡ ይበልና ኩሉ ሰብ ብሓድሽ ተጻወቲ ዘይርሳዕስ ኩሉ ንእሽተይ ጌሩ ውሪድና ድራር ነስመራ ቢራ ውን ኣፍሊጥና ከለና ኣርባዕተ ዜሮ ዝሰዓርናያ እያ እታ ተሕዝነኒ ከኣ ኣብ ዘዋሪት ዋንጫ ዞባ ማእከል ክልተ ብ ዜሮ ን ደንደን መሪሕናያ ወጺና ካምብያስ ወጺና ምስ ሂላል እንዳራኣሰናስ ባእ እዚኣ ታይ እዮም ደድኩምና ደለው ያኽ ዴቭ ውን ኣስቅ ኢሎም እንዳልናስ እናተጫረቅና ንኣቱ ካብ ክልተ ብ ዜሮ ሰለስተ ብ ክልተ ወሲዶም ደንደን ተዓዊቶምና እታ ናይ መወዳእታ ዝሓዘንኩላ ቅድሚ ጸወታ ቅድሚ ካምብያ ተጻዊትካዮ ጸወታ ድሕሪ ካምብያ እንድሕር ደይ ዓቂብካዮ ክስታይ ከምዝኮነካን ዝተማሃርኩላ ማለት እዩ ተሕዝነኒ ናይ ሂወተይ ማለት እዩ እዚኣ ካኣ ኩዕሶ ካኣ እዚኣ እዩ። ፍሉይ መብቅዒ ከምዚ ክሓትት ዝጸናሕኩ ኣነ እታ ኣብ ሂወተይ ማታ ኩዕሶ ዝሓዘኩላ እኮ። ብድሕጉሰካ ንጅምር ትርጉሙ ይበልጽ። ዝሕጉሰኒ እሞ ናብ ኣስመራ ቢራ ዝኣተኹሉ እዩ ዝሕጉሰኒ። ጽቡቕ።
ድሌተይ እቲ ዝነበረ ድሌተይ ስለ ዝተመልኣለይ ምኽንያቱ እታ ዝፈትዋ ጋንታ ስለ ዝኣተኹን ብጣዕሚ ኣብ ኩዕሶ ማለት እዩ ብጣዕሚ ሓጎስ ነይሩኒ ዘሕዝነኒ ከኣ ስቲል ካብታ ጋንታ ክፍለይ ከለኹ ማለት እዩ ክቕነስ ከለኹ ዳርጋ በኽየ ልክዕቲ ግዜ ኣይተሰማማዕናን ነርና ተሰላፋይ ተሰላፋይ ከለኹ እየ ከኣ ካብታ ጋንታ ወጺኤ ማለት እዩ ግን ናይ ነገር ግዜ ኮይኑ ተሰላፍ ኣይጸናሕሞ ጥር ኢልካ ሽዑ ኣውት ቤች ትኸውን ድሓር ኣብ ኣስመራ ገራ ሽዑ ዝነበረ ክብሮም ብጣዕሚ ጥዑም እዩ ክብሮም ተወልደመንን ተጻውቲ ካብኡ ክወጽኦ ወይ ከዓ ክቕንስ ኢሉ ሓሲቡ ይፈልጥኒ ብጣዕሚ እዩ ክሳይ ዝገብር ግን ዘይ ሙዕሪይ ኮሚተ ነይሮም ኣብቲ ናትና ማለት እዩ ኣዝዮም ኣልዓንቲ ክሳይ ዘይነብሮም ኮሚተ ነይሮም ኩሉ ግዜ ዓወት ተዘየለ ከዓኒ ልክዕ ክብሮም ኣይደፍርዎምን እዮም ንክብሮም ንዓኻ የቃጣዓልካ እዩ ግን እሱ ክቃጣዓልካ እንድሕር ኮይኑ ከኣ ዓወት ክህልወካ ኣለዎ ማለት እዩ ስለዚ ቁሩብ ኣብታ ግዜ እቲኣ ዓወት ቤንቺ ሽዑ ኣይድፈርን እዩ ነይሩ ተጻዋታይ። እቲ ዝስጉግ ዝነበረ ካብ ኣስመራ ገራ ተሰላፋይ እዩ ዝነበረ ይስጉግ። እቲ ተሰላፋይ ይጸንሕ እሞ ሃንደበት ቦግ ኣብሉኻ። ሕጂ ንዓይ በብቑሩብ ከልምደኒ ጀሚሩ ማለት እዩ። ጸቕጢ ስለ ዝበዝሖ ማለት እዩ። ሓደ ሰብ እዮም ክእትዉለ ድዮም እቲ ሰብ ክሳዕ ሕጂ ኣየብለለይን እዩ ማለት እዩ። ልምዲ ናይ ሜዳ ኣይነበሮን። ከም ተጻዋታይ ውን ኣይፍለጥን ጥራይ ከምዚ ቤተሰብ ገለ ኮይኑ ይስምዓኒ ኣይቶም ኮሚተ ንዑ ክእትዎ ቦታ ክህብዎ ስለ ድደለዩ ከም ቀንዲ ኣማራጺ ኣነ ሽዑ ሚድፊልደር ስለ ዝነበርኩ ናባይ ክጥምቱ ጀሚሮም ማለት እዩ። ንዕኡ የርብሽዎ እሞ ሓንሳብ የሰልፈኒ ሎምዓልቲ እንድሕር ተሰሊፈ ኣብ ትመጽእ የለኹን ቢንች ወይ ኣውት ቢንች ኣለኹ ማለት እዩ ጸቕጢ ስለ ዝነበሮ ማለት እዩ ኣብ ከምዚ ኩነታት ከለኹ ኣነ በቃ ተሰሚዑኒ ሓሪቐ ክሳብ በቃ ባዕለይ ክገርፎ እየ ኩዕሶ ምስ ኣስመራ ቢራ ከቃልሶ እየ ዝበልኩሉ ግዜ ነይሩ ኣይርሳዓኒ ሰንበት መዓልቲ እያ ነይራ በቃ ምስ ነብሰይ ተዛሪበስ በቃ ዘይገድፎከ እንታይ ይኮን እኒኤ ከምዚ ኢለ ክሳይ ዝገብር ኢለ ኮፍ ኢለ ገዛ ኣብታ ጥቃ እንዳስላሴ ኮፍ ኢለ ከለኩ መን መፅእ መኪና ምስ ሰብ ጆን ተሳሊሙ ስላሴ እዩ ነይሩ ተሳሊሙ በኣ ክወርድ ንዓይ ኖርማል ነው ኣብቲ ጸሓይ ክጽልኦ ርእየኒ ዋላ ሻሂ ገለ ብለኒ እንታይ ደኣ ኣይትኸይድ ላትሪን ብሎ ኣለኒ ኣይ ኣይከይድን እየ ገለ ይብል ወይ ፓንጋ ገዲፈ ኢለ ክጽዕር ሓወይ ገለ ብለኒ ንምንታይ ኢሉ ትርእዮ እንዲኻ ዘለኻ ንምንታይ ኣነ ደስ ካብ ኣይበለኒ ካብ ዝጻር እንታይ ኣተወኒ ዘይዘይ ዘይገርፎ ገለ ብሎ ሽዑ ቸውል ናተይ ቀራቢ ዓርከይ እዩ ነይሩ። እሞ እንታይ ኰንካ ታናሽ ኣለኒ። ንዅዕሶ ክንድዚ ትጭነቐሉ ኣለኻ ኣለኒ። ግሮፎንዶ ዋላ ኣይእቶ ከምዚ እንድሕር ጌርካ'ሞ መሊሶም ክቐጽዑኻ እዮም። እንተይኣተወካ ነቲ ትሬኒንግ ከም ኖርማል ኣብ ገዛውትኻ ትጻወቶ ሓሲብካ ደሞዝካ እንዳ ወሰድካ ክሳብ ምሳይ ደይትጸንሕ በለኒ። ኣይገብርን ጆን ሓወይ ገለ ብሎ ለሚኑ መቸም ንዓና ኢሉ ሒዙና ከይድ ሰንበት እያ ነይራ ንሶል ፀወታ ኣለና ማለት እዩ ሰንበት ኣብ ትሬኒንግ መንፈሰይ የእሚነዮ ስለ ዝመፃወት ሽዑ ትሕትወኒ ክሓቁ ባይ ገለ ኢለ ምቕማል ሰብ ኮይነ ኣትየ ትሬኒንግ ይገብር ተጻዊትና ዘለና ከኣ ንገዛ ንኣቱ ሰሉስ ጸወታ እያ ከም ልሙድ ኣብ ትዌንቸ ክገብረኒ ኢለ ስለ ዝሓሰብኩ ካብቲ ዝተዋህብናሉ ናይ ምቅያር ሰዓታት ቅሩብ ድንጉይ ኢለ እየ መጽየ ወላ ሓንቲ ዕጥቂ ተመላኹ ክልተ ተመላኹ ተራእየ ሽዑ ምስቶም ፎርማሲን ተጸዋዕኩ ራሻ ደኣ እንታይ ገረሉ ዋእ እንታይ ገረሉ ኣጋጣሚ ግን ሓደ ዓሰርተ ናይ ገረብ እለን ድንጉይ ኢለ መጽየ ክብሮም ኢየ ዛረበኒ ኣንታ ኮንካ ዶንቅያ እንታይ እሞ ኣይ ኣውት ቤንቺ ኢየ ኢሉ መን ኢልካ ንስካ ዲካ ኣሰልጣኒ ዋላ ኣነ ኣነ ደስ ክብለኒ ዶ ኣይኮንኩን ዝገብር ኢለኒ ኣንታ እሞ ተጋግየ በል ቀይር በል ኢለኒ ሽዑ ምስ ኣዱሊስ ኔርና ጸወታ የለን ኣብ ሓንጎለይሲ ናይ ምስላፍ የብለይ ገለ የብለይ ኣትየ ቀይረ ገለ መለ ኣትየ ሽዑ ኣዚ ብጣዕሚ ጽቡቅ ጸወታ ተጻዊትና ማለት እዩ በሊጽናዮም በቃ ኣነ ብጣዕሚ ጽቡቅ ተጻዊተ ብዙሕ ሰብ ካብ ደገን ዋላ ካብቲ ጋንታን እዚ ክሳይ ኣቢሎምና ትሬ እንትኸይድ ንሰንበት እካ ተረኣኻኻኒ ኣውት ቤንች እንታይ እዩ እዚ ነገር ኢለ ሽዑ ክስራሕ ክገብር ጀሚረ ሰብ ብደገ ዘሎ ናይ ትማሊ ዝተጻትካዮ ብጣዕሚ ጽቡቅ እንዳበለኒ ካብቶም ተጻቲ ኣሰልጣኒ ካይተረፈ ከምዚ እንዳበለኒ ብጣዕሚ ጽቡቅ እንዳበለኒ ኣብ ትመጽእ ክሳይስ ኣይተሃረምካ ይጋገለ መለስ ከመይ ኢሉ እዩ ወሳኝ ዝኸውን ሜላ ኣውት ቤንች ኣብ ሓንቲ ፀወታ ንዋሽዖ ክስምዓኒ ጀሚሩ ማለት እዩ። እዚ ነገር ነገር ክሳይ ኣይኮነን ማለት እዩ ኢለ ኣብ ወረቐት ይሃበና ክብሎ እየ። ክልተ ፀወታ ኣጥበቃ ኣጥበቃ ምስ ገብረና ከምኡ ወዲኤ ወረቀት በቃ ባዕለይ ሕጂ ከይደ ክዛረቦ'የ እናበልኩ ከለኹ እታ ወረቀት ግን ቀዲማትኒ ንዓይ ማለት እዩ። ፓንኩ ምጽእ ኢሉ ገና እንዳ ቀየርኩ ከለኹ ፕስታ ሃበኒ። እዚኣ ፕስታ ምዃንካ ትሬን መካሰይ ኣይትግበር ኣብቲ ከድካ ንብረትካ ኣረክብ ገለ በለኒ። ባዕለይ ንነብሰይሲ ወረቀት ኣይኩለይ እኳ እየ መፅየ ግን ወረቀት ምስ ሃበኒ ግን ክስ ኣይኮይነ ምሽ ከምዚ ከፍታ ጋንታ ዳሓር ፀዊዕኒ ማለት እዩ ክብሮም ኣብቲ ላዕሊ ኮፍ ኢሉ ነይሩ ኣብ ቀኛው ኢና እንገብር ነይርና ዋእ ንዓራ ኣሻግር ኢልኒ ሕንቅንቅ እየ ዝብል ነይረ ንስካ ንፉዕ ኢካ ነፈልጠካ እየ ኩዕሶ ኣብ ድላትካ ጋንታ ክትጻት ትክእል ኢካ ኣብዚ ግን ናይ ናይ ኩዕሶ ናይ ምቅናስን ምእታውን ኣድላይ ክሳይ ስለ ኣካል ናይ ጸወታ ስለ ዝኮነ ስለዚ ካብዛ ጋንታ እዚ ክሳይ ኮይኑ ኢልካ ከይተብል ነፍዕካ ኣብ ድላካ ጋንታ ኣቲካ ክትጻት ትክእል ኢካ ገለ ኣለኒ ብጣዕሚ ዝሓዘንኩላ ማለት እዩ። ኦኬ ኢለ ካብዛ ጋንታ ወጺኤ ብድሕሪኡ ዳርጋ እካ ካብ ተዝኣሃብ ብጸወታ ኣይበልኩን ክልተ ዓመት ምሉእ ካብ ኩዕሶ ተሳናቢተ ማለት እዩ ሻኣማት ማራ ሞራል ከኣ ኣለዎ ምሽ ምህሳይ ገለመለ ብድሕሪኣ ኣይበልኩን ናብ ድሕሪ ክልተ ዓመት ዝሰልየ ትብሎ ዘለኻ ቃኘው ኣብ ስራሕ ዓለም እየ ነይረ ሽዑ ስራሕ እሰርሕ ስለነበርኩ ብሽክለታ ሒዘ ዝኾነ ነገር ኣባፅሕ ገለመለ ስለዝነበርኩ ኣብ መንገዲ እተረኽበኒ ኣጋጣሚ ሽዑ ነብሰይ ቁሩብ ሕፍስፍስ ኢለ ይርእየኒ እሞ ተረሻናት ገለ ብለኒ ወንታይ ነዚ ነብስኻ ዳኒ ገለ ብለኒ ስራሕ እንደ ገለ ብሎ እሞ በጃኻ ኢሉኒ ኣብ ዘላ ናተይ ጋንታ ካልኣይ ድብጅን እያ ንዓኻ ንትረይን ምስ ዘለኻዮ ነብሲ ንትረይንካ ነብስኻ ሰይ ገብረካ ንኣይ ኢኻ ትሕግዘኒ ከምዚ ዝምጻ ከምዚ ዝምጻ ካን ኣይብለካን እየ ምስ ስራሕኻ ዝኸይድ ክሳይ ይብለኒ ኦኬ ኢለ ድሕሪ ክልተ ዓመት እዩ ምስኡ ጀሚረ ማለት እዩ እታ ጋንታ የሕሊፍናያ ንቀዳማይ ድብጅን ምምሕዳር ትራቦሎ ትኸውን ዘላ ኣማን ዳሕራይ ናብታ ቀዳማይ ድብጅን ኣሕሊፍናያ ኣብ ቀዳማይ ድብጅን እውን ፀኒሓ ሓንቲ ዓመት ካብቶም ዝሓልፉ ኮይና ኣይተረፈትን ብጣዕሚ በዓል ወዲ ሓጎስ ባርቴረ ውፉይ ገለ መለ ዝነበርዋ ጋንታ ማለት እዩ ብጣዕሚ ደስ ዝብል ክሳይ ሐሊፍና ማለት እዩ ምስኦም ብመሃረምቲ ሸው ድሕሪ ሓንቲ ዓመት ምስኦም ክልተ ዓመት ማለት ምጽዋተይ ብመሃረምቲ ገና ኣብ ንእሽ ዕድመ ማለት እዩ ወዲ ዕስራን ሽዱሽተን ዕስራን ሸውዓተን ዓመት ከለኹ እየ። ሽዑ ማዕረምቲ ኣጋጢምኒ፣ ካብ ማዕረምቲ ካብ ኩዕሶ ዓለም ተኣልየ ማለት እዩ። እታ ዘሕዘነትኒ ሕጂ ካብታ ጋንታ ካብታ ዝፈትዋ ጋንታ ክሳናበት ከለኹን ተሃሪመ ኩዕሶ ከቋርጾ ከለኹን ካብቲ ዝኣዝነሉ ማለት እየ ክገብር እንዳኸኣልኩ ከለኹ ብኸምኡ ምፍላይ ካብታ ንዓይ ዘሕዘነትኒ ኣጋጣሚ ማለት እዩ።